ቅድሚኡ ግን ሼር ላይክ ሳብስክራይብ እናገበርና ነዚ ዩቲብ ቻነል ኣብ ምምዕባይ ኩሉ ዝከኣለና ክንገብር ደጊምና ደጋጊምና ንምሕጸነኩም። ኣቐዲምና ግን ተኻታተልቲ ነባት ሜድያ ቁሩብ ናይ ድምጺ ምቅይያራት ክህሉ ስለ ዝኽእል ይቕሬታ ክንሓትት ንፈቱ። በዚ ኮይኑ በቲ ግን ብቐጥታ ናብቲ ሎሚ ኣዳሊናዮ ዘለና መደብ ክነብል ኢና። ሰናይ ምክትታል።

ንህወሓት ብወግዒ ከም ዝሰረዞ ሓበሬታ ሂቡ'ሎ ወይ ድማ ወግዓዊ መግለጺ ኣውጺኦም ኣለዉ። እዚ እንታይ ማለት እዩ? ሰለስተ ወርሒ ዕድል ሂቡዎም ነይሩ ንህወሓት ከም ብሓድሽ ክምዝገቡ ከም ዘለዎም። እንተኾነ ግን ህወሓት ኣብ ዝሓለፈ ግዜ'ውን መግለጺ ሂቦም ነይሮም። ቦርድ ምርጫ ናይ ኢትዮጵያ ንህወሓት ኣፍልጦ ሂቡ ኣይሂቡ ትርጉም ዘለዎ ኣይኮነን። ምኽንያቱ እታ እንኮ ምስ መንግስቲ ኢትዮጵያ ወይ ድማ መንግስቲ ብልጽግና ንራኸበላ መንገዲ እዛ ውዕል ፕሪቶርያ እያ። ስለዚ ንዓና ትርጉም ዘለዎ ኣይኮነን ኢሎም ኣብ ዝሓለፈ ግዜ ሓበሬታ ሂቦም ነይሮም። ዶክተር ኣቢ ግን ኣብ ዝሓለፈ ግዝያት ተዛሪቡ ነይሩ። ምርጫ ቦርድ ንህወሓት እንተዝኣ ዘይተቐቢልዎ፣ ኣፍልጦ እንተዝኣ ዘይሂብዎ፣ እንተድኣ ሰሪዝዎ ብቐጥታ ናብ ኲናት ክንኣቱ ንኽእል ኢና ኢሉ ተዛሪቡ ነይሩ። እታ ቪድዮ ከምጽኣልኩም እየ፣ ነዚኣ እያ ሓቢርና ንከታተላ።
እኔ ብፈልግም ባልፈልግም ዋጋ የለውም ምርጫ ቦርድ ካልተቀበለው ቲፒኤልኤፍን ህጋዊ ፓርቲ ካላለው በምርጫ ሊሳተፍ አይችልም መንግስት ሊሆን አይችልም ምን ማለት ነው ተመልሰን ደግሞ ጦርነት እንገባለን ማለት ስለዚ እዚኣ እታ ቪድዮ ኣብ ዝሓለፈ ግዜ እንተ ንምፍርራሕ እንተ ናይ ብሓቂ ናብ ኩናት ንምእታው ምርጫ ቦርድ ናይ ኢትዮጵያ ንሕወሓት እንተ ሰሪዝዎ ብቐጥታ ናብ ኩናት ክንኣቱ ኢና ኢሉ ተዛሪቡ ነይሩ ልክዕ ኣብ ዝሓለፈ ኲነታት ክብገስ ከሎ ውን ናይ ዝሓለፈ ኲናት ክብገስ ከሎ ኣብ ትግራይ ውን ብኸምዚ ኣገባብ ዩ ናብ ኲናት ወይ ድማ ናብ ጎንፂ ኣምሪሑ ነይሩ። ሕጂኸ ኣብዚ ሰዓት እዚ ናብ ጎንፂ ከምርሕ ይኽእል ዶ? እዚ ሓቢርና ክንሪኦ ኢና። ተኽእሎታት ውን ክህሉ ይኽእል ዩ። ምኽንያቱ ኣብዚ ግዜ እዚ ኣብ ኢትዮጵያ ኣብ ኣዝዩ ሕማቕ ኩነታት እያ ዘላ። ብፍላይ ድማ እዞም ናይ ጥዕና እዞም ሓካይም ማለት እዩ ደሞዝ ወሰኸና ብምባል ኣብ ሙሉእ ኢትዮጵያ ናዕቢ ወይ ድማ ሰለማዊ ሰልፊ ኣብ ምግባር እዮም ዝርከቡ ዘለው። እቲ ዘሎ ስርዓት ድማ ነዞም ሰልፊ ዝገብሩ ዘለው ወይ ድማ ደሞዝ ዝሓቱ ዘለው ሰራሕተኛታት ኣብ ፍቆድኡ ኣብ ፍቆዶ ማእሰርቲ ይዳጉኖም እዩ ዘሎ። ናበይ ከምርሕ እዩ ድማ ኩላህና ሓቢርና ክንሪኦ ኢና። ምክንያቱ ሓደ ስርዓት ኣብ ሕማቅ ኩነታት እንተድኣ ወሪዱ ንዝኮነ ንሽግራት ክፈትሕ እንተዝኣ ዘይክኢሉ፣ ናብ ኲናት ዜምርሓሉ መንገዲ እውን ኣይህሉን ማለት እዩ። ሓደ ጸብጻብ ወጺኡ ኣሎ ብዛዕባ ናይ ሰራዊት ኤርትራ ዝምልከት። ጅግንነት ሰራዊት ኤርትራ ዝገልጽ ጸብጻብ ወጺኡ ኣሎ ናባኹም ክነብሎ ኢና።
ኤርትራ ኣብ ኣፍሪቃ ካብቶም ኣብ ቅድሚት ዝስርዑ ምዃኖም ዲፈንስ ኢቫሉዌሽን ኤንድ ሪሰርች ኤጀንሲ ዝተባህለ ንብቕዓትን ቁመናን ወተሃደራዊ ሓይሊ ዝግምግም ትካል ገሊጹ። እቲ ትካል ወተሃደራዊ ብቕዓትን ቁመናን ንምግምጋም ዝጥቀመሉ ረቋሒታት፣ ህዝባዊ ደገፍ፣ ንውሓት ግዜን ዓይነት ስልጠናን፣ ኣብ ሕድሕድ ሰራዊትን ሓለፍትን ዝረኣ ምትእምማን፣ ዓጢቕዎ ዝርከብ ዓይነት ኣጽዋር፣ ኣታሕዛ ወተሃደራዊ ስትራቴጂያዊ ከባቢታትን ኣተሃናንጻ ድፋዕን፣ ሃገራዊ ተወፋይነት፣ ስነ-ምግባርን ከምኡ'ውን ዝጥቀመሎም ስልቲ ኲናትን ኮይኖም ኤርትራ ድማ እዞም ዝተጠቕሱ ረቋሒታት ዘማልእ ሓደ ካብቶም ኣብ ኣፍሪቃ ብሉጻት ዝበሃሉ ሰራዊት ከምትውንን ሓቢሮም። ወተሃደራዊ ብቕዓትን ቁመናን ሰራዊት ኤርትራ መሰረቱ ካብቲ ኣብ ሽሕን ትሽዓተ ሚእትን ስሳታት ጀሚሩ ኣብ ሽሕን ትሽዓተ ሚእትን ተሰዓታት ዛዛሚ ዓወት ዝተገብረሉ ከቢድ ብረታዊ ቃልሲ ኣንጻር ሰራዊት ደርግ ምዃኑ ዝጠቅስ እቲ ጸብጻብ፣
ሕራይ ማረ ተኻታተልቲ ነባት ሜድያ ከምዚ ክንሰምዖን ክንከታተሎን ዝጸናሕና እዩ እዚ ድማ ዓቢ መርድእ ነቶም ንሰራዊት ኤርትራ ክሳብ ሎሚ ዘጸልሙ ዘለዉ ሰራዊት ኤርትራ ቀታሊ ሰራዊት ኤርትራ ሓራዲ ሰራዊት ኤርትራ ጆነሳይደር እንዳበሉ ዘይ ሽሙ ክህብዎ ዝጸንሑ ዓቢ ጽፊዒት እዩ ሰራዊት ኤርትራ ባእላ ዓለም ትምስክረሉ ኣላ ስለዚ ኣፍኩም ሓዙ ሰራዊት ኤርትራ እዚ ክሰምዕዎ ዝጸናሕኩም እዩ ትምስሉ እዚ ጥራይ መዓስ ኮይኑ ንዕኡ ዘራጉድ እውን ናይ ቀደም ታሪኽን ወይ ድማ ጅግንነት ህዝባዊ ግንባር ዝገልፅ ሕፅር ዝበለ ቪድዮ እውን ናባኹም ክነብሎ ኢና። ሓቢርና ንከታተሎ። ኤርትራ ተዋጋኢ እዩ ጅግና እዩ ሓቂ ንምዝራብ ማለት እዩ ባዓል ትግራዋይ እዩ ይዋጋእ ነይሩ ዓሰርተ ዓመት ንደርጊ እሱ ካዓ ክፍለጥ ኣለዎ እቲ ክፍለጥ ዘለዎ ካዓ ክፍለጥ እዩ ዘለዎ። ሰማንያ ፐርሰንት ናይ ኢትዮጵያ ሰራዊት ንሱ እዩ ሒዝዎ ዘሎ ህዝባዊ ግንባር እዩ ሒዙ ኣብ ሳሕሊ ተኣሲሩ ነይሩ ምሳና ዝነበረ ሓይሊ ንእሽተይ ኣብኡ ልዕሊ ዓሰርተ ኣርባዕተ ክፍለ ጦራት ድሓር መጨረሽኡ ዓሰርተ ትሽዓተ ክፍለ ጦራት ኮይኑ ኣባና ኣብ ትግራይ ግን ሓደ ክፍለ ጦር እዩ ሓደ ክፍለ ጦርን ንጨለባሻት ገለ ዝሓዘ እዩ ነይሩ ድሓር ክልተ ኮይኖም ኣባና ማለት እዩ በቲ ዘበን በቲ እዋን ንሱ ማለት እዩ ስለዚ ሰማንያ ካብ ሚእቲ ናይ ኤርትራ ናይ ኢትዮጵያ ወታደር ኣብ ሳሕል እንድሕር ተኣሲሩ ነይሩ ንሕና እንታይ ረኺብና ኣለና ዕድል ረኺብና ኣለና ማለት እዩ ክንዓቢ ዕድል ረኺብና ኢና እዙይ ምፍላጥ ከድልየና እዩ ንሕና
ስለዚ እዚ እውን እቲ ጅግንነት ናይ ሰራዊት ናይ ኤርትራ በቶም ካልኦት ዜጋታት ክግለጽ ከሎ እዩ ማለት እዩ። ስለዚ ድሕሪ ሕጂ እቶም ንሰራዊት ኤርትራ ዘይ ስሙ ሂብኩም ተጸልሙ ዘለኹም ሰባት ጀማልኩም ሒዝኩም ስነ ስርዓት ጌርኩም ስቅ በሉ ንዘይ ትፈልጥዎ ነገር ኣብ ዘይ ትፈልጥዎ ነገር ከተጸልሙ ኣይትጉየዩ ክንብለኩም ንፈቱ። ክንቅጽል ኢና ተኸታተልቲ ነባት ሜድያ ብኣምሓርኛ ውን ንሰራዊት ኤርትራ ወይ ድማ ንባሕርና ውን ትምልከት ሕጽር ዝበለት ቪድዮ ኣላ ሓቢርና ንከታተላ ናባኹም ከነብላ።

ሰፊሑ ክንሰምዖን ክንከታተሎን እንኽእል ኢና። እዚ ድማ ዓቢ መርድእ ነቶም ዓሰርተ ግዜ የኛ ባህር የኛ ነው ኣሰብ የኛ ነው ምጽዋዕ የኛ ነው እናበሉ ኛው ክብሉ ዝብልዕሉ ዘለዉ ኣብዚ ማሕበራዊ ሜድያ በቲ ቋንቆኦም በቲ ዝርድኦም ጽቡቕ ገይሩ መልሲ ሂብዎም ኣሎ ማለት እዩ። ሕልሚ እዩ። ዝኾነ ነገር ክሓስብዎ ከም ዘይብሎም ብዛዕባ ማሕሪ ይኹን ብዛዕባ ዝኾነ ይኹን ነገር ክሓልምዎ ከም ዘይብሎም እውን ዓቢ ጽፍዒት ወይ ድማ ዓቢ መርድእ እዩ ብግጥሚ መልክዕ ፈንዩሎም ዘሎ። ርዕስ
ፍሊት ግበሩ ሓደ ኣይትክእሉ እስላማይ ኣይትበሉ ክርስታናይ ኣይትበሉ ሓንቲ ከንኩም ብሃንሳእ ከንኩም ጸላኢኩም ረኣዩ ሃይማኖት ኣይትረኣዩ ዋዓለት ኣይትረኣዩ።

ንስኹም
ሐራይ ማረ ምናልባት ናይ ድምጺ ዘይ ምንጻር ክህሉ ስለ ዝኽእል ሐርበኛ ኣቦና ሸኽ ኢብራሂም ሱልጣን ከምዚ ዝስዕብ እዮም ኢሎም ክዛረቡ ጸኒሖም ስኒት ግበሩ ሐደ ኹኑ ክሳባይ ኣይትበሉ ኣስላማይ ኣይትበሉ ሐደ ኮንኩም ጸላኢኹም ርኣዩ ሃይማኖት ኣይትርኣዩ ዓሌት ኣይትርኣዩ ኣውራጃ ኣይትርኣዩ ሓደ ኢድ ደቂ ኤርትራ ኣስላምኩም ክስታንኩም ሓደ ኢድ ኮንኩም ብሓንሳብ ነቲ ኩፉእ ብሓንሳብ ርኣይዎ ነቲ ጽቡቅ ድማ ብሓንሳብ ርኣይዎ ብሓንቲ ኢድ እንተ ሓቢርኩም ጽቡቅ እምበር ክፉእ ኣይትርእዩን ስኒት ሓድነት መሰረት እዝግኣብሄር እያ ሕበሩ ኣነ በዚኣ ይልምነኩም ኣሕዋተይ ደቀይ ደቂ ዓደይ ክብረተይ ክብረተይ ንስኩም ኢሎም እዮም ክዛረቡ ፀኒሖም ሓርበኛ ኣቦና ሸክ ኢብራሂም ስልጣን ስለዚ ኤርትራውያን ኣሕዋት ኣብ ኩሉ ዓለም ዘለና ዓሌት፣ ሃይማኖት፣ ኣውራጃ፣ ወዲ ዓደይ፣ ወዲ ቀቢላይ፣ እዚ ወጊድ ኢልና ኩላህና ኣብ ሓንቲ ኤርትራ ክንሓብር ክንክእል ኣለና። ንሓንቲ ኤርትራ ደው ክንብል ኣለና። ንሓንቲ ኤርትራ ክንዝምር ክንክእል ኣለና። እዘን ወላዲትና ካብ ውሽጢ ኤርትራ መልእኽቲ ኣለወን። እንታይ እየን ዝብላ ዘለዋ? ሓቢርና ንስምዓየን። ቲጎር ደቅና ንደገ ዝብሃል ሳኣይ ሕሰቡ ሕጂ ደገ ንባዕሎም ከፊእዎም ኣሎ ብኮነሚ ተበሊዖም ብሽግር ተበሊዖም ትዕግስቲ ይጎርሞ መድሃኒኣለም ኣብ ሰላም ከዕርፎ እዎኒ ትዕግስቲ ይጎሩ ኣምላክ እስራኤል ሓሊፉ እዩ ትማሊ ጸገም ትዝበዝሕ ሓሊፉ እኳ እዩ ሕጂ ጽባሕ ክትበርህ እያ እንተተባህለስ ሎሚ ከመይ ገይረ ክንሓድር ኣይንበል ልቢ ይሃቦም ኣምላክ መልኣክ ሕሹኽ ይበሎም ኣብታ መሬት ዓዶም ኣብታ ንፋስ ዓዶም ቋንቆኦም ዝመላለሱሉ ምስ ስድርኦም ዝሞቑሉ ስለዚ ሰላም የብዝሓሎም እየ ዝብል ኣብ ዓዶም ኣብ መሬቶም ባዕሎም ይምነውዋ ደገ ደገ ዘብል ሸጣን ይርሓቕ መልኣኽ ይቕረብ ስዕል ዝብል ክብረት ይሃበለይ ዘንደቀይ ልቢ ይሃብክን ምስ ሓደርክን ምስ ኣሕዋትክን ብትዕግስቲ ሕለፍኦ ኩሉ ክሓልፍ እዩ ዘንደቂ በዓል ኣዴና እኮ ዝሓለፈ ሕማቅ ዘሕለፍኦ ንሱ ሓሊፈንስ ንስኻትክን ተወሊድክን መፂእክን ሳልሳይ ወለዶ ካብ ኣዴታትና ትኾና ዘለኽን እጂ ዘን ንኣሽቱ ኣሕዋትና ደቅና ልቢ ይሃብለን እወ ንደገ ክኸይድ ዘብል ሸጣን ይርሓቅ መልኣኽ ዓደን ይተዓረቀን ኣብ ዓደን ኣብ ገዝአን ኣብ መውቀተን ምስ ሓዳረን ምስ ውላደን
ናይ በሓቂ መሬት ዘይወድቅ ዘረባ ዩ እዘን ወላዲትና ኣብዚ ማሕበራዊ ሚድያ ኣብ ህድሞና ነባሪት ኣብ ዝገበርኦ ኢንተርቪው ዝተወስደ ዩ ብጣዕሚ እዚ ክህብኦ ዝጸንሓ ምኽሪ እዋናዊ ምኽሪ ዩ ኩላህና ሰሚዕና ድማ ኣብ ልብና የሕድሮ እንብል ንፈቱ እስከ መንጎ ንመዘናግዒ ክኾነና ተኻታተልቲ ነባት ሜድያ ሓዳሽ ፋሽን ሳዕስዒት መጽያ ኣላ እሞ ሓቢርና ንከታተላ።

እዚኣ ሳዕስዒት እዚኣ ሕጅስ እንታይ ኢና ክንብላ እንታይ ዓይነት ፋሽን ወይ ድማ እንታይ ዓይነት ሽም ኢና ክነውፅኣላ ምናልባት ኣድጊ ጥራይ ከምዚኣ ገይሩ መሬት ዘንገርግር ስለዚ ሳዕስዒት ኣድጊ ዲና ክንብላ እንታይ ኢና ክንብላ ምርዳእ ኣቢና ኣሎ በዚ ኮይኑ በቲ ግን ትገብሮ ነገር ምስ ጨነቀካ ኢካ ናብ ከምዚ ነገር ትወድቅ መስለኒ እዚኣ ትሪእዋ ዘለኩም ሓዳሽ ፋሽን መጺኣ ኣላ ማለት እዩ ንሳ ከኣ ሳዕስዒት ወይ ድማ ሞዴል ናይ ኣድጊ እያ ትበሃል እንታይ ደኣ እሞ ክንብላ ኢና ካልእ ትበሃላ ዋላ ሓንቲ ነገር የለን ተኸታተልቲ መደብ ሕራይ እምበኣር ተኻታተልቲ ነባት ሜድያ ከምዚ ንርእዮ ደለና እዚ ሓውና ኣዝርእቲ ወይ ድማ ተኽሊ ናይ ኮኮናት ኣብ ኤርትራ ንምውሳድን ኣብኡ ንምዝራእን ሓደ ተበግሶ ወሲዶም ይሰርሑ ከም ዘለዉ ኣብ ዝተፈላለየ ማሕበራዊ ሜድያታት ውን ሸር ክበሃል ቀንዩ ኣሎ ብዝተኻእለና መጠን ድማ ነዞም ኤርትራውያን እዚኣቶም ከምዚ ጌሮም ሃገርና ክነልምዕ ኢና ወይ ድማ ንኤርትራ እቲ ንሕና ካባና ዝድለ ነገር ክንገብረላ ኢና እናበሉ ብዙሕ ተበጉሰታት ወሲዶም ዝሰርሑ ዘለዉ ኤርትራውያን ኣሕዋት ኣብቲ ናይ ሓገዝ ጎፋንድሚ እናኣተና ኣድላይ ዘበለ ምትሕብባር ወይ ድማ ሓገዛት ክንገብረሎም በዚ ኣጋጣሚ እዚ ንጽውዕ። ሊንክ ኣብ ታሕቲ ክንገድፈልኩም ኢና ኣብኡ ኣቲኹም ዝከኣለኩም ሓገዝ ክትገብሩ በዚ ኣጋጣሚ እዚ ክንምሕጸነኩም ንፈቱ። ብቐጥታ እምበኣር ናብቲ ሓውና ኣዳልይዎ ዘሎ መደብ ብሕጽር ዝበለ ንከታተሎ። Go Green Eritrea Initiative ሎማዕልቲ ኣብ ናይ ካሪቢያንስ ሃይላንድ ኢና ዘለና እዚ ወደብ እዚ ደሴት እዚ ናይ ኮኮናት ፓራዳይዝ ዝበሃል ክሳዩ ኣዝዩ ጽቡቕ እንተ ሪኢኹሞ እዚ መሬት እዚ ኣልጌም ጨም እዮም ጌሮሞ ጽቡቕ ጌሮም ብድህረይ እንተ ሪኢኹሞ ክጽብቕ መዓት እዩ ብጣዕሚ ኣብ ዩቲዩብ ቻናልና ድማ ሰብስክራይብ ክትገብሩልና በዚ ኣጋጣሚ ንላቦ ኣብ ኢደይ ሂዘ ዘለኹ እዚ ናይ መጽናዕቲ ድገብረሉ እዩ ናይ ኮኮናት ራይዎ ኣብ ማእከል ደሴት ኩፍ ኣቢሎምዎ ዘለዉ ማለት እዩ። እዚ ንሪኦ ዘለና ካሪብያን ሲ እዩ ዝበሃል። ምስ ኣትላንቲክን ምስ ፓስፊክ ኦሽን ተራኺቡ ካሪብያን ሲ ዝበሃል ፈጢሩ ኣሎ ማለት እዩ። ሶ ኢትስ ብጣሚ ጽቡቕ እዩ። እዚ እንተ ሪኢኹሞ ኣብ ሁጻ ዘሎ መሬት እዩ ኩሉ ነገር ወሲድናዮ። ኮኮናት ከኣ ካብዚ ዝወርድ። ብጣሚ ጽቡቅ እዩ ብሙሉ እዚ ናይ ኮኮናት ላንድ እዩ ኣዝዩ ክጽብቅ መዓት እዩ ማለት እዩ ስለዚ እቲ መጽናዕትና ቴስት ጌርናዮ ጽቡቅ እዩ ወጺኡልና እቲ ሪዛልት ከምዚ ኣትሪዮ ዘለኹም ኣብ ናይ ሁጻ እዩ ዝወጽእ

መሬት ወይ ድማ እዚ ሶድየም ዝበሃል ኣለዎ ናይ ገዛ ርሱ እቲ ቢቹን ክፅብቕ መዓት እዩ እንተሪኢኹሞ በቃ ግርማ ሂቦ እዩ ፅባቐ ሂቦ እዩ ኩሉ ነገር ማለት እዩ ስለዚ ኣብዛ ደሴት እዚኣ ባንዲራ ሃገረይ ከንበልብል'የ ማለት'ዩ። እታ መጽናዕተይ ዝተዓወትኩላ ደሴት ስለ ዝኾነ ኣነ ብጣዕሚ'የ ዝፈትዋ እዚኣ ደሴት ምኽንያቱ ብዙ ነገር ኣምሂራትኒ'ላ። ኣብዚ ሓንቲ መዓልቲ ክሓድር'የ ዳርጋ ኣርባዕተ ሚእትን ሱሳን ኪሎ ሜትር ካብ ፓናማ ርእሰ ከተማ'ያ ትርከብ። እንተሪእኹምዋ ቡጻ'ዩ ወቂሉ እዚ ኣብዚ እንተረኺቡ ጻይቦ ኣብ ሁጻ እዩ በቂሉ ኣብ ሁጻ ኮኮናት በቂሉ ኣሎ ማለት እዩ ሶ ብጣዕሚ ደስ ድብለካ እንተሪኻዮ ብሙሉ እዚታት ገለ እንተሪኻዮ ዱስ ወይ እንተሪኩም ብሙሉ እዚ ጽቡቅ ማለት እዩ ቢዩቲፉል ኢዝ ፓራዳይዝ በቃ እቲ ሽሙ ከማን ኮኮናት ፓራዳይዝ ዝበሃል ራይዋ ኣብ ሁጻ እዩ በቂሉ ዘሎ ኣብ ሁጻ ትራይ ኣለኹ ኣብ ሁጻ እዩ ቦቂሉ ራይዎ እዚ ኮኮና ገረብ እዩ ስለዚ እዚ ኮኮናት ገረብ ናብ ኤሪትራ ክነእትዎ ንጽዕር ኣለና እዚ ኤግዛክትሊ ከምዚ ዓይነት ዓሌት ኢና ንደልዮ ዘለና ካብ ዝተፈላለ ሃገር ኣኪብና ናብ ኤሪትራ ክነእትዎ ኢና ፕሊዝ በጃኹም ቀሊል መጽናዕቲ ኣይኮነን ብዙ ወጻኢታት ዝሓትት መጽናዕቲ እዩ በዚ ጋጣሚ ክትሕግዙኒ ይላቦ በዝተረፈ እታ ባንዴራ ሃገረይ ዝበልኩኹም ከንበልብላ እየ ምክንያቱም ካብ ካሪብያን ሲ ባንዴራ ሃገረይ ከንበልብላ እየ ባንዲራ ሃገረይ ከንበልብላ እያ እዚኣ። ጊፍት ክህቦም እየ እዚኣ ባንዲራ እዚኣ ነቶም ዋና ሆቴል ኣብዚኣ ክትብንበል እያ ማለት እዩ። ኣዝየ ደመስግነኩም ስለተኸታተልኩምኒ። ኣብቲ ወብሳይት እንዳኣተኹም ዘለኩም ዶኔት ግበሩ ዓድና ከምዚኣ ዳመሰለት ኣብ ዳህላክ ኣብ ጥዮ ባዳ ቤሉል ኣብ ኩሉ ደሴታት ኤርትራ ከምዚ ዳመሰለ ኮኮናት ክንገብር ንኽእል ኢና ስለዚ ኣዚና ነመስግነኩም ቀሊል መስዋእትነት ኣይኮነን ኤሪትራ ባንዲራ ኣብ ኩሉ ክንብልበል እዩ እዚ ንሪኦ ዘለና ጽላል ናይ ኮኮናት ኢትስ ኢትስ ቨሪ ቢቱፉል በዚ ከኣ ከንበልብላ እየ ሃገረይ ለምልምለይ ግሪን ኤሪትርያ ክኾነለይ ከምዚኣ ጌረ ከንበልብላ እየ ሃገረይ ማለት እዩ ኣብ ማእከል ካሪብየን ኣብ ማእከል ፓናማ ኣብ ማእከል ደሴት እየ ለለኹ ፓናማ ስለዚ ኣዜ ደመስግነኩም እቲ መደበይ እንዳ ከይደ ክመጽእ ብኡ ገርኩም ተከታተሉኒ thank you so much it's beautiful thank you።
ሐራይ ከምዚ ክንሰምዖን ክንከታተሎን ዝጸናሕናይ ተኻታተልቲ ነባት ሜድያ ሃገረይ ከልሚዔ ወይ ድማ መሬተይ ከልሚዔ ሓገዝ እደሊ ኣለኹ ሓጉዙኒ ንዝበለ ኤርትራዊ ዜጋ ኩላህና ብዝተኻእለና መጠን ኣብቲ ተኸፊቱ ዘሎ ጎፋንድሚ እናኣተና ዓዓቕምና ከነበርክት በዚ ኣጋጣሚ እዚ ንሕና እውን ደጊምና ደጋጊምና ንምሕጸነኩም። ነዚ ወሲድዎ ዘሎ ሰናይ ተበግሶ ድማ ኩሉ ሞራል ክህቦን ከተባብዖን እውን ክንሕብር ንፈቱ። ሕራይ እምበኣር ተኻታተልቲ ነባት ሚድያ ንሎም መዓልቲ ዘዳለናዮም መደባት ነዚ ዝረኣኹሞን ዝተኻታተልኩሞን ይመስል ነይሩ። ኣብ ቀጻሊ ብኻልእ ፍልይ ዝበለ መደባት እውን ክሳብ ንራኸብ